ቅድሚ ሓደ ሽሕ ዓመት ቫይኪንጋት ይነብርሉ ዝነበሩ ጊዘ፣ ሰበይትኻ ውሽማ ሒዛ ድያ ሓዘተን ንምፍላጥ ሓደ መንገዲ ጥራሕ እዩ ነይሩ። እታ ዝተጠርጠረት ሰበይቲ ኣብ መንጎ ክልተ ዓበይቲ ጉናት ትእሰር እሞ ጨጉራ ናብ ዝተፈላለየ ኣንፈት ይስደድ። ሰብኣያ ሰለስተ ጊዘ ፋስ ደርብዩ ንዓኣ ከይጎድኣ እንድሕር ድኣ ጨጉራ ቆሪጽዎ ነጻ እያ። ኣብ ከይዲ እንድሕር ድኣ ሞይታ ግን ውሽማ ብሓቂ ነይርዋ እዩ። ኣብቲ ሰዓት ውሽማ ምሓዝ ማለት ልዕሊ መጠን ኣጸያፊ ነገር ስለ ዝነበረ፣ እንድሕር ሞይታ ዋላ ሓደ ሰብ ኣይክሓዝነላን። ናብዚ ከቢድ ኩነታት እዚ ከመይ ኢላ ከም ዝኣተየት ኣብ ናይ ሎማዕንቲ ፊልምና ክንርእዮ ኢና። ክሳብ መወዳእታ ሰናይ ጻንሒት። ኣብ መበል ታሽዓይ ክፍለ ዘመን ኣውሮፓ ከም ቫይኪንግ ዝበሉ ዘፍርሕዋ ጸላእቲ ኣይነበርዋን። ምኽንያቱ ቫይኪንግ እንድሕር ደኣ ካራ ሒዞም ኣብ ዓዶ ኲናት ሞይቶም ቫንሃላን ኣብ ዝበሃል ገነት ከም ጅግና ኩሉ ሰብ ከም ዝቕበሎም እዮም ዝኣምኑ ነይሮም። በዚ እምነት እዚ ምኽንያት ድማ ካራ ሒዞም ናብ ኲናት ምእታይ ፈጺሙ ዘየፍርሖም ነገር ይኸውን። ከምዚ ኢሎም እውን እቶም ቫይኪንግ ኣብ ኣውሮፓ ዝርከባ ዝነበራ ኣናእሽተይ ቤት መንግስትታት ናይ ምጥቃዕ ባህሪ ነይርዎም። ምኽንያቱ እዘን ኣናእሽተይ ቤት መንግስትታት ብዙሕ ሓይሊ ስለ ዘይነበረን ብቐሊሉ እየን ዝሰዓራ ነይረን። ሓደ ወረር ኣብ ዝፍጽሙሉ ዝነበሩ ሰዓት እውን ኤሮን ዝተባህለ ንጉስ እቶም ቫይኪንጋት፣ ኣብ መጥቃዕቲ ኑቲ ንጉስ ምስ ቀተለ ንታ ንግስቲ እውን ይጋሰሳ። ዕድለኛ ኮይና ግን እንከይሞተት ትተርፍ እሞ ኣብቲ ዝቕጽል ንግሆ እቶም ዝተረፉ ሰባት ነቲ ሬሳ እናለዓሉ እንከለዉ ሓደ ቐሺ ነታ ካብ ሞት ዝተረፈት ንግስቲ ይረኽባ። እቶም ህዝቢ ንታ ዝፈረሰት ቤት መንግስቶም ደጊሞም ምስ ሃነጹ ነቲ ዝሞተ ንጉሶም እናሓዘኑ ክልተ ወርሒ ይሓልፍ። ድሕሪ ዝተወሰነ ጊዘ እቲ ካብቲ ኩነታት ዘድሓና ቀሺ እቲ ዝሞተ ንጉሶም ነቲ ዙፋን ዝወርስ ዓሌት ስለ ዘይገደፈ እቲ ቤት መንግስቲ ንካሊእ ሓው ከም ዝወሃብ ይነግራ። እታ ንግስቲ ከም ዝጠነሰት ትነግሮ ግን ኣቡኡ እቲ ዝደፈራ ኤሮን ዝበሃል ቫይኪንግ እዩ። ግን ወዲ ንጉሶም ዝቐተለ ንጉስ ገይሮም ክሸሙ ስለ ዘይደለዩ፣ ነቲ ሓዉ ንግስነቱ እተረጋግጽ ናይ ንጉሳት ካራ ክህብዎ ይዳለዩ። ግን እቲ ቀሺ ንኽህቦ ድንን ምስ በለ ካብታ ካራ ሓንቲ ጸላም እምኒ ትወድቕ። እዚ ከም ሕማቕ ምልክት ዋላ ይረኣ ደኣ እምበር እቲ ስነ-ስርዓት ግን እይተቋረጸን። ዝተወሰነ ግዜ ይሓልፍ እሞ እታ ንግስቲ ወዲ ትወልድ። እዚ ቆልዓ ወዲ ቫይኪንግ ስለ ዝኾነን እቲ ኣቡኡ ንንጉሶም ስለ ዝቐተለን እቶም ህዝቢ ንኸይቐትልዎ ብምፍራሕ ድማ ብሰላም ንኽዓቢ ንጣልያን ንኽስደድ ትሓስብ። ኣብኡ ክዓቢ እንከሎ ኣዲኡ ንኸይርስዓን ንሳ እውን መን ምዃኑ ንኸይጠፍኣን ግን፣ ካብታ ናይ ንጉሳት ካራ ዝወደቐት ጸላም እምኒ ኣብ ክሳዱ ክትገብረሉ ትሓስብ። ከምዚ ኢሉ ዕስራ ዓመት ይሓልፍ። ንጉስ ኣየላ ግን ሕጂ እውን እቲ ወዲ ቫይኪንግ ንጉስ'የ ኢሉ መጺኡ ንኸይፎኻኾሮን ዙፋኑ ንኸይምልጥሎን ኣብ ዓብዪ ስግኣት እዩ ዘሎ። እዚ ከምኡ ኢሉ እንከሎ እቲ ኣብ ጎረቤቶም ዝነበረ ንጉስ፣ ንመንግስታቶም ዝሓበራን ዝዓበያን ንክኾና ጓሉ ሞርጓና ንክትምርዖዮ ይሰዳ። ንጉስ ኣያላ ንሞርጋና ርእዩ መልክዓ ስለ ዝፈቶያ እውን ኣብቲ ዝመጽእሎ ክርምቲ ንእቶ መርዕያ ሰበይቱን ልእልትን ከም እትኸውን ይነግራ። ኣብ መንጎ ግን እቲ ኤግበርድ ዝበሃል ናይቲ ዝሓለፈ ዝሞተ ንጉስ መማኸሪ፣ እቲ ትኽክለኛ ወራሲ ዙፋንን ወዲ እቲ ዝተቐተለ ንጉስን ድሕሪ ዕስራ ዓመት ክመጽእ ከም ዝኽእልን ከም ዝጽበዮ ኣሎውን ንኹሎም ሰባት ይነግር። በዚ ዘረባ እዚ ብጣዕሚ ዝተናደደ ንጉስ ኣያላ ንኤግበርድ ዝተዛረቦ ኩሉ ገበነኛ እዩ ኢሉ ብምፍርራሕ ንዕዑ እውን ናብ እስርቤት ንክኸይድ ይፈርዶ። ንጉስ ኣያላ ግን ንክኣስሮ ጥራይ ኣይኮነን ነይሩ ድሌቱ፣ እቲ ምሸት ንሱ፣ ዝተወሰኑ ወታደራት ሒዙ ክቐትሎ ናብታ ዝተኣሰረላ ክፍሊ ይኸይድ። ግን እቶም ወታደራት ናብ ውሽጢ ክኣትዩ እንከለዉ ክረኽብዎ ኣይከኣሉን። ንጉስ ኣያላ ድማ ስለ ዘይቀተሎ ብጣዕሚ ተናዲዱ ቀልጢፎም ንኽእልሹዎን ርእሱ ቆሪጾም ንኸምጽእሉን ይነግሮም። በቲ ወገን ኤግበርት ብንእሽተይ ጃልዋ ጌሩ ኑፍቲ ባሕሪ እናኸደ እንከሎ ነታ ቫይኪንግ ዝሓዘት ጃልዋ ይረኽባ። ብዝገርም ኣጋጣሚ እዛ ጃልዋ እዚኣ ናይቲ ቅድሚ ዕስራ ዓመት ኑቲ ንጉስ ቀቲሉ ንታ ልእልቲ ዝተጋሰሰ ቫይኪንግ ኤሮን እያ ኔራ። ኣግበርድ ንኤሮን እቲ ንጉስ ከም ጸላኢኡ ከም ዝረኣዮን ክቐትሎ ከም ዝእልሸሎን ምስ ኣረድኦ እውን ብዙሕ እንከይለመኖ ናብታ ጃልባ ንኽስቀል ይፈቕደሉ እሞ ሒዝዎ ናብታ ናይ ባዕሉ ቁሸት ይምለስ። ኣብታ ቁሸት ዝነበሩ ቫይኪንግ ነታ ጃልባ ብ ርሕቐት እናመጸት ክርእይዋ እንከለዉ ንኹሎም ነበርቲ ንምፍላጥ ብጣዕሚ ዓብዪ ጥሩምባ ገይሮም ይነፍሑ። ኣብታ ቁሸት ዝነበሩ ሰባት እውን ኩሉ ሒዘምዎን ጌብርዎ ነበሩን ነገራት ኣቋሪጾም እናጎዩ ክቕበልዎም ናብቲ ገምገም ይኸዱ። ምስኣቶም ሓደ ነዊሕ ወዲ ካብ ድቃሱ ይለዓል እሞ እናጎየ ናብቲ ቦታ ብፈረሱ ይኸይድ። ሽሙ ሬግኖር እንትኸውን ወዱ ንኤሮን እዩ። ንኣግበርት ምስ ዝፋለጦ እውን ሓደ ወዱ ምዃኑን ብዘይክኡ ውላድ ከም ዘይብሉን ይነግሮ። እቲ ቅድሚ ዕስራ ዓመት ዝተወለደን ናብ ጣልያን ዝተሰደደን ወዱ ግን ፈጺሙ ኣይፈልጦን። ጸርሑ ኤሮን ንሬግኖር ንኣግበርት ኩሉ ናይ ባህሎምን ናይ ቫይኪንግ ኣነባብራን መንገዲ ንኸምህሮ ይሰዶ። ምኽንያቱ ኣግበርድውን ናይ እንግሊዝን ኣውሮፓን ምሉእ ካርታ ስኢሉ ንኸርእዮም ፍቓደኛ ስለ ዝኾነ እዩ። ኣብቶም ዝቕጽሉ መዓልታት ሬግኖር ንኣግበርድ ሒዝዎ ክሃድኑ ይኸዱ። ግኒ ተሰልጢንዎ ዝነበረ ሊሎ ዋላ ሓንቱ ነገር ከይሓዘ ይምለስ። ግንን ከይተፈለጦም ሓደ ዒፍ ይመጽእ እሞ ንኻሊእ ዒፍ ሒዙ ብፍጥነት እናኸደ ይርእይዎ። ሬግኖር ንምንታይ ዒፈይ ዘይሓዞ ካሊእ ዒፍ ሒዝዎ ከይዱ ኢሉ እናጎዮ ይስዕቦ እሞ ሓደ ባርያ ሒዝዎ ይጸንሕ። ሬግኖር ነቲ ባርያ እቲ ዒፍ ናይ መን ምዃኑ ይሓቶ እሞ ናይ ባዕለይ እዩ ኢሉ ክነግሮ እንከሎ ከማኻ ዝበለ ባርያ ከመይ ገይሩ እዚ ዝመስል ዒፍ ከሰልጥን ይኽእል ሰሪቕካዮ ኢኻ ትኸውን እናበለ ብተደጋጋሚ ይጸርፎ። እዚ ከይኣክል ተናዲዱ ስለ ዝነበረ ወቒዑ ናብ መሬት የውድቖ እሞ እቲ ባርያ እውን ነቲ ዒፉ ሰዲዱ ንሬግኖር ከጥቅዖ ይገብር። ኣግበርት ነቲ ባርያ ንክቐትልዎ ይእዝዞም። ሬግነር ግን ሕነኡ ባዕሉ ክፈዲ ስለ ዝደለየ ነቲ ባርያ ንኸይቐትልዎን ኣሲሮም ናብ ቁሸቶም ሒዞምዎ ንክኸዱን ይነግሮም። ንምሸቱ ኣብ ገዛ ድራሮም እናበልዑ እንከለዉ ሬግነር ይሕዝዎ ነቲ ባርያ ናብቲ ውሽጢ ይኣቱ እሞ እንታይ ተገብርና ይሓይሽ ኢሉ ንቲ ንጉስ ይሓቶ። ሬግነር እውን ቅርብ ይብል እሞ እታ ኩሳዱ ዝነበረት እምኒ በጢሱ ናብ መሬት ይድርብያ። ቅድሚ ዝኾነ ዓይነት ውሳነ ምውሳኑ እውን እታ ጠንቋሊት ትመጽእ እሞ ነታ ኩሳዱ ዝነበረት እምኒ ኣልዒላ ትሪኣ። ኣብዚ ሰዓት እዚ እታ እምኒ ካብታ ዝወደቐት ናይ ንጉስ ካራ ዝተሰርሐት ስለ ዝነበረት እዚ ህጻን እዚ ወዱ ንኤሮን ምዃኑ ንፈልጥ። እታ ጠንቋሊት እውን ዘረብኣ ክትቅጽል እንከላ ነዚ ባርያ እዚ ዝቐተለ ሰብ ናይ ዕዶኑ መርገም ክወርዶ እዩ። እቲ መርገም ድማ ንምሉእ ዓሌትን ወለዶን ዝቕጽል ክኸውን እዩ ኢላ ትነግሮም። ድሕሪ እዚ ሬግኖር ሕነኡ ከይፈደየ ሱቕ ክብል ስለ ዘይደለየ ንሕና ኣይክንቀትሎን። ተፈጥሮ ባዕላ ክትቀትሎ እያ። ኣሲርኩም ኣብቲ ገምገም ባሕሪ ግበርዎ ቁርን እንስሳትን ክበልዕዎ እዮም ኢሉ ነቶም ወተሃደራት ይእዝዞም እሞ ሒዞሞ ይወጹ። ኣብታ ሰዓት ንሳ፣ ኤግበርድ፣ እታ ካብ ክሳዱ ተፈቲሓ ዝተደርበየት እምኒ ኣልዒሉ ይሪኣ እሞ ወዱ ዶ ይኸውን ኢሉ ይጠራጠር። በቲ ወገን ድማ እታ ጠንቋሊት ነቲ ወዲ ንኽፈትሑዎን ነቲ ኦድን ዝበሃል ጣኦቶም ንኸይቖጥዑዎን እናለመነት እያ። ናብቲ ውሽጢ ኣዳራሽ ክንምለስ እንከለና እቶም ካልኦት ቫይኪንጋት ኮፍ ኢሎም እናበልዑ እንከለዉ ኣብ ልዕሊ ሰብኣያ ውሽማ ሒዛ ተባሂላ እትጥርጠር ሰበይቲ ተታሒዛ ናብቲ ውሽጢ ትመጽእ። ናይ ብሓቂ ጌራቶ ድያ ዋላስ ብጸላእታ ዝተዘርበ ዘረባ እዩ ንምፍላጥ ሓንቲ መንገዲ ጥራሕ እያ ዘላ ናብቲ ዓብዩ ጉንዲ ተኣሲራ እተን ሰለስተ ዝተቆነና ጮግራ ናብ ዝተፈላለያ ኣንፋት ይስቀላ እሞ ሰብኣያ ፋስ ደርብዩ እንድሕር ድኣ ንኣ ከይቀተለ እተን ሰለስተ ጮግራ ቆሪጽላ ነጻ እያ ማለት እዩ ግን እንድሕር ድኣ ደርብዩ ስሒቱ ግንባራ ኢሉ ቀቲልዋ ግን ብሓቂ ውሽማ ሒዛ ኔራ ማለት እዩ እቲ ሰብኣያ ክልተ ጊዘ ፋስ ደርብዩ ክልቲኡ ጊዘ እዩ ስሒትዎ ኔሩ። ረግናር ኮፍ ኢሉ እናረኣየ ብጣዕሚ ተሰላችዩ ስለ ዝነበረ እቲ ዝሰትዮ ነበረ ኣቕሚጡ ወሪዱ እቲ ፋስ ይሕዞ። ብታ ዝደርበያ ናይ መጀመርያ ፋስ ድማ እታ ሓንቲ ቁናኖ ጨጉራ ይቖርጸላ። ካልኣይቲ ደርብዩ ነታ ካልኣይቲ ቁናኖኣ ይቖርጸላ እሞ እቶም ቫይኪንግ ድምጾም እናወሰኹ የበረታትዕዎ። እታ ሳልሰይቲ ፋስ ደርብዩ እታ ጨጉራ ቆርጻ እንከሎ እውን ነጻ ምዃናን ውሽማ ሒዛ ዝተሃለ ሓሶት ምዃኑን ይረጋገጽ። ሃንደበት ግን እቶም ነቲ ባርያ ዝሕልዩ ነበሩ ጋርድታት እቲ ደበና እናጸልመተን ብፍጥነት እናተንቀሳቐሰን ክርእይዎ እንከለዉ እቲ ኦደን ዝበሃል ጣቖቶም ከም ዝመለሰሎም ኮይኑ ይስምዖም። ኣይናር እቲ ንፋስ ስለ ዝሓየለ ገለ ችግር ከም ዘሎ ተረዲእዎ እናጎየ ናብቲ ባርያ ዝተኣሰረሉ ቦታ ይኸይድ። ኣብኡ ኣግበርድ እናፈተሖ ይጸንሕ እሞ እቲ ጣቖቶም ነጻ'ዩ ኢሉ ስለ ዝኣመነሉ ክስደድ ይፍቀደሉ። ኣብቲ ክሳዱ ዝነበረ ናይ ባርያ ሓጭን'ውን ይፍተሐሉ እሞ ከም ቫይኪንግ ይቑጸር። እታ ጠንቋሊት ሽሙ ኤሪ ከም ዝበሃል ምስ ነገራ፣ ብዝተቐደሰ ሓጭን ዝተሰርሐት ዓሳ ትህቦ'ሞ፣ ዋላ ኣብ ዝጠፋእካሉ መንገድን ዕምብሮብ ዝበዝሐሉን ቦታን፣ እዛ ዓሳ ናብ ሓደ ኣንፈት ስለ እትምርሕ መንገድኻ ከተርእየካ እያ። እንታይ ክትገብር ከም ዘለካ ተዘይፈሊጥካ'ውን ሓንቲ ጓል ክትመጽእ'ያ'ሞ ኩሉ መንገድኻ ተርእየካ እያ ኢላ ትነግሮ። ኤሪክ ተገሪሙ ከመይ ዝበለት ጓል'ያ ኢሉ ይሓታ። እታ ጠንቋሊት'ውን ምስ ረኣኻያ ክትፈልጣ ኢኻ። መኣስ ኪኣ ክትመጽእ ኢሉ ክደግመላ ከሎ ብዙሕ ንኸይህንጠን እቲ ጊዘ ቀሪቡ ምዃኑ ነጊራ ንኽደቅስ ትሰዶ። በቲ ወገን ንሞርጋና ዝሓዘት ጃልባ በቲ ባሕሪ እናተንቀሳቐሰት እያ። ንንጉስ ኣያላ ፈጺማ ክትምርዖ ኣይደለየትን። ግን ከኣ ቤት መንግስታ ትዳኸም ስለ ዝነበረት ናይ ንጉስ ኣያላ ሓገዝ የድልያ እዩ። ሃንደበት ግን ሓደ ካብቶም ጋርድታታ ቫይኪንግ ብፍጥነት ይቐርብዎም ከም ዘለዉ ይነግሮም። ራግናሮክ እውን ኣብታ ጃልባኡ ኰይኑ ንቶም ወተሃደራቱ ንሞርጋና ፈጺሞም ንኸይነኽኡ እዋን እንተዘየለ ክብራ ከም ዝቕንስን ይነግሮም። እቶም ቫይኪንግ ናብታ ጃልባ ቀሪቦም ክስቀሉ ክምክሩ እንከለዉ እውን ኣብ መንጎ እቶም ወተሃደራትን ቫይኪንጋትን ሓያል ኲናት ይጅመር። ኣብ መንጎኡ ልዕሊ መጠን ሓያላት ዝነበሩ ቫይኪንግ ንልእልቲ ሞርጋና ጠሊፎም ናብ ጃልባኦም ሒዞማ ይኸዱ። ረግኖር ብመልክዓ ብጣዕሚ እዩ ተደኒቑ። ንኣልያና መሊሱ ክህባ ድማ ፈጺሙ ኣይሓስብን ኣሎ። ኣስጢሙ ሒዝዋ እንከሎ እውን ተናዲዳ ስለ ዝነበረት ደጋጊማ ናብ ገጹ ትፍ ትብለሉ። ግን ልዕሊ መጠን ምልክዕቲ ስለ ዝነበረት እዚ እውን ከናድዶ ኣይከኣለን። ጽብቕቲ ዕፍና ኣለ ድማ ነቶም ወተሃደረቱ ናብ ካሊእ ቦታ ንኽትሰዳ ነጊሩ እቲ ካልእ ዝዘረፎ ወርቂ ይቕበል። ቡዙሕ ከይጸንሑ ናብ ቁሸቶም ይምለሱ እሞ ኣቦኡ ኤሮን እታ ልእልቲ ቤላ ኢሉ ንኸርእዮ ይሓቶ። ሞርጋና ውን ዕድል ምስ ረኸበት ንኹላቶም ተጠንቅቖም እንድሕር ደኣ ካባትኩም ዋላ ሓደ ሰብ ነኺእኒ ባዕለይ ንባዕለይ ክቐትል እየ ልዕሊ ሞት ንስኹም ኢኹም ተፍርሑኒ ኢላ ትነግሮም እሞ እቲ ንጉስ ንወዱ እዚ ትብለካ ዘላ ዘክሮ ፈጺምካ ከይትቐርባ ኢሉ ይነግሮ። እቲ ቀትሪ ንሱ እናሰተዩ እንከለዉ ኤሮን ወዱ ማዕረ ክንደይ ሓዚኑን ንዓኣ ይፎትያ ከም ዘሎን ስለ ዝፈለጠ ድሕሪ ድኣ ኣፍቂርካያ ክትወስዳ ትኽእል እኻ ናብ ንጉስ ኣያላ ፈጺምና ኣይንምልሳን ኢሉ ይነግሮ። ሬግናር ውን ደስ እናበሎ ናብ መርከቡ ተሰቒሉ ናብታ ዝተኣሰረላ ጃልባ ይኸይድ። ክቐርባ እንከሎ ሞርጋና ከም ትዓንቶ ዝበለቶ ነብሳ ከም ተጥፍእ እናተዛረበት ተፈራርሖ። ግን ንሱ ምንም ኣይመሰሎን። ሃንደበት ግን ኣቀራርባኣ ክትቅይር እንከላ ሬግኖር እናተጠራጠረ ይመጽእ። ኣብታ ሰዓት ንሳ ግን ኤሪክ ሃንደበት ናብ ውሽጢ ይኣቱ እሞ ብቦክስ ወቒዑ ውን ኣስሒቱ ሒዝዋ ንዓኣ ይኸይድ። ንእሽተይ ጃልባ ይሰርቕ እሞ በቲ ጸልማትን ደበናን ተሓቢኦም ንርሑቕ ይጓዓዙ። እንድሕር ደኣ ኩላቶም ጀልይዎም ብፍጥነት ክኸዱ'ዮም። እታ ልእልቲ ግን ክዳና ጸቢብ ስለ ዝነበረን ከመይ ጌራ ከም ትገብሮ ስለ ዘይትፈልጥን ክትሕግዞም ኣይከኣለትን። ኤሪክ ግን ጣጣ የብሉን መፍትሒ ከም ዘለዎ ነጊሩ እቲ ኣጽጢሙ ሒዝዋ ዝነበረ ክዳን ኣብ ክልተ በሺዑ ይቐዶ። ሃንደበት ግን ብድሕሪቶም ናይ ቫይኪንግ ጃልባ ከም ትስዕቦምላ ይፈልጡ። ረግኖር ውንኡ ተመሊሱሉ ብእታ ልእልቲ ምጥፋኣ ብጣዕሚ እዩ ተናዲደ ን ኤሪክ እቶም ቫይኪንግ ልዕሊ መጠን ይቐርብዎ ስለ ዝነበሩ ናብቲ ዕምቡራ ኣትዩ ከምልጠሎም ይሞክር ሃንደበት ንዘርከብዎ ቫይኪንግታት ውን ተሓቢኡ እናጸንሐ ሓደ ብሓደ ውንኦም እናሰሐተ ይሃድም። እቲ ምሸት ብሰላም ኣምሊጦም ኣብ ዝቐጽል ንግሆ ኣብ ሓደ ገምገም እናዕረፉ ይጸንሑ። ኤሪክ ን ደቓይቕ ብዘይ ምቁራጽ እናጠመታ ድሕሪ ምጽናሕ ማዕረ ክንደይ ከም ዘፍቀራ ይነግራ። ሞርጋና ግን እዚ ዜና ደስ የብላን ምኽንያቱ ናይ ግድን ናብ ቤት መንግስታ ክትምለስን ንንጉስ ኣያላ ክትምርዖን ኣለዋ። ድሕሪኡ ከኣ ብሓደ ክኾኑ ኣይኽእሉን ንሳ ክርስትያን እያ ንሱ ግን ሃይማኖት የብሉን። ግን እዚ ኩሉ ከምኡ ኢሉ እንከሎ ዋላ ንጉስ ኣያላ እንድሕር ደኣ ከም ዘይምርዖያ ነጊሩ ነጻ ሰዲድዋ ንኽትምርዖ ፍቓደኛ ከም እትኸውን ንኤሪክ ትነግሮ። ከም ዘርሓና መሲሉ'ውን ሒዝዋ ናብ ንጉስ ኣያላ ይምለስ እሞ ነቶም ቫይኪንግ በይንኻ ድኻ ናይ ሓቂ ስዒርካዮም ኢሉ ንጉስ ኣየላይ ይጠራጠር። ኤሪክ በይኑን ባዕሉን ከም ዘድሓና ብተደጋጋሚ ምስ ኣረጋገጸሉ ግን ማዕረ ክንደይ ከም ዘመስግኖ ይነግሮ። ኤሪክ ግን ናይ ንጉስ ኣያላ ምስጋና ዘይኮነስ ንሞርጋና ከም ዝደሊ ይነግሮ። ሞርጋና'ውን ቅጽል ኣቢላ ንንጉስ ኣያላ ንኽሰዳን ምስ ኤሪክ ንኽትከድን ብተደጋጋሚ ትልምኖ። ግን ኣይሰምዓን። ናብ ክፍላ ከይዳ ቍሩብ ንኽተዕርፍን ንኽትሓስበሉን ድማ ይእዝዛ። ቤተ ክርስትያን ክትከይድ እንከላ፣ እቲ ቐሺ ኣብ ክሳዳ ዝነበረት ዝተንጠልጠለት እምኒ ይሪኣ እሞ ካበይ ከም ዘምጽኣታ ይሓታ። ሞርጋና እውን ኤሪክ ከድሕና እንከሎ ከም መስታወሻ ኢሉ ከም ዝሃባ ትነግሮ። እቲ ንጣልያን ተሰዲዱ ዝነበረ ዝጠፍአ ንጉስ እውን ኤሪክ ምዃኑ ርግጸኛ ይኸውን። በቲ ወገን ሬግኖር ተኣሲሩ ይመጽእ እሞ ንጉስ ኣያላ ንኤሪክ ካራ ሂቡ፣ ተዘናጊዕካ ቅተሎ እሞ ናብቶም ኣብ ታሕቲ እንየዉ ክላባት ደርብዮ ኢሉ ይነግሮ። ኤሮን ግን ልዕሊ መጠን እዩ ሓዚኑ ነይሩ። ምሟቱ ዘይኮነስ ኣብ ኢዱ ካራ ስለ ዘይሓዘ እዩ። ምኽንያቱ እንድሕር ደኣ ካራ ዘይሒዙ ናብቲ ገነት እዩ ኢሉ ዝኣምነሉ ቫንሃላ ኣይኸኣትን። ከምኡ ስለ ዝኾነ ንኤሪክ ካራ ኣብ ኢዱ ንኽህቦ እሞ ብሰላም ንኽመውት ይሓቶ እሞ ኤሪክ ድማ ሓዚንሉ እተው ኢዱ ዝነበረ ሸንሸል ቆሪጹ እታ ካራ የቐብሎ። ኤሮን እውን ዘሊሉ ናብቶም ተኹላታት ደስ እናበሎ ነጢሩ ይኣቲ። ንጉስ ኣይላ፣ ኤሪክ ብዝገበሮ ነገር ብጣዕሚ ተናዲዱ ክቐትሎ እናተዳለየ እንከሎ ግን ሞርጋና ፈጢና ትመጽእ እሞ እንድሕር ደኣ ንኤሪክ ምሒርዎ ኩሉ ዝበላ ነገር ከም እትገብር ቃል ትኣትየሉ። ንጉስ ኣይላ ንኸይቐትሎ ፍቓደኛ ይኸውን ግን ንኤሮን ካራ ዝቐበለቶ ኢድ ከይቆረጽኩ ኣይዓርፍን ኢሉ የማነይቲ ኢዱ ይቖርጸሉ። ድሕሪ'ዚ ናብ ጃልባ ሰቒሎም ካብታ ቤት መንግስቲ ኣርሒቖም ንኽሰድዎ ንቶም ወታደራቱ ይነግሮም። በቲ ወገን እቶም ቫይኪንግ ንጉሶም ስለ ዝጠፈእን ስለ ዝተቐተለን ብጣዕሚ እዮም ተናዲዶምን ነይዉ። ናብቲ ቤት መንግስቲ ከይዶም ንሞርጋና ንኸድሕንዋን ነቲ ዝተቐተለ ንጉሶም ሕነኦም ክፈድዩን ይሓስቡ። ግን እቶም ቫይኪንጋት እቲ ሓሳብ ፈጺሞም ኣይፈተይዎን። ምኽንያቱ ከመይ ገይሮም ብጸልማት ከም ዝጓዓዙ ኣይፈልጡን። ኣብቲ ሰዓት ንሱ፣ ሬግኖር፣ ብጣዕሚ ተናዲዱ ናብቲ ገምገም ባሕሪ ይኸይድ እሞ ኤሪክ እናተጸበዮ ይጸንሕ። እንታይ ክገብር ከም ዝተመለሰ ክሓቶ እንከሎ ክሕግዞ ከም ዝኾነን እቲ ቤት መንግስቲ፣ ከም ጻዕዳ ኢዱ ከም ዝፈልጦን ሞርጋና ንምድሓንን ንጉስ ኣያላ ንምቕታልን ኵሉ ዘድሊ ነገር ከም ዝገብርን የረድኦ። እቶም ቫይኪንግ ናብ ጃልባታቶም ተሰቒሎም ብታ ኣብ ጠንቋሊት ዝሃበቶ ሓጭን እናተመርሑ ናብቲ ቤተ መንግስቲ ይኸዱ። ኣብ ናይ እንግሊዝ ገምገም ባሕሪ ክበጽሑ እንከለዉ ኵሉ ዝነበሮም መሳርሒታትን እግሪ ጎማታት ዝተገጠሞ ዓብዪ ጕንድን ሒዞም ናብቲ ቤተ መንግስቲ ጕዕዞኦም ይጅምሩ። እቶም ነበርቲ ብፍጥነት ናብቲ ቤተ መንግስቲ ክሕብኡ ይኣትዩ እሞ እቲ ዝነበረ ድልድላት እውን ይለዓል። እቶም ወታደራት እውን ነቲ ቤተ መንግስቲ ካብ ቫይኪንጋት ንምክልኻል ኩሉ ምድላዋቶም ይውድኡ። እቶም ቫይኪንግ ነቲ ሒዞሞ ዝመጹ ጕንዲ ብፍጥነት እናጐተቱ ናብቲ ኣፍ ደገ ገጽ ይወስድዎ። ብላዕሊ ብዙሕ ጦርን እምንን ዋላ ይደርበየሎም ፈጺሞም ጥጥው ኣይበሉን። እቲ ጕንዲ እውን ናብቲ ማዕጾ ክጋጨ እንከሎ ነቲ ዝነበረ ማዕጾ ብምስባር ከም ድልድል እውን የገልግሎም። ናብቲ ውሽጢ ቤተ መንግስቲ ክኣትዩ እንከለዉ ድማ እቲ ትኽክለኛ ኲናት ይጅምር። መንገዶም ብኻሊእ ማዕጾ ተዓጽዩ እዩ ጸኒሕዎም። እቶም ጦረኛታት እቶም ተኸላኸልቲ ክትኩስዎም እንክለዉ ዝተወሰኑ ቫይኪንጋት ፋሶም ናብቲ ማዕጾ ይድርብዩ። ዕሮን እውን ነጢሩ ኣብቲ ፋሳት ይሕዝ እሞ ብዙሕ ጦርን እምንን ዋላ እናተደርበየሉ ሸሊኹ ናብ ውሽጢ ብምእታይ እቲ ዓብዩ ማዕጾ ይኸፍተሎም። እቲ ኲናት እናኸበደ ክኸይድ እንከሎ ድማ ኤሪክ ናብ ናይ ሞርጋና መደቀሲ ይኣቱ እሞ ሒዝዋ ክወጽእ ይዳለ። ኣብ መንገዱ ንጉስ ኣያላ ከምልጥ እናሞከረ ይጸንሖ እሞ እቶም ተዃሉ ናብ ዝመልኣ ጉድጓድ ይደርብዮም። ኣብ ተመሳሳሊ ሰዓት፣ ሬግነር እውን ብገመድ ገይሩ ናብቲ ሞርጋና ዝተዓጸየሉ ክፍሊ ይኣቲ። እንክደንጉዮ እውን ክምርዖኣ ከም ዝደልን ማዕረ ክንደይ ከም ዘፍቅራን ይነግራ። ሞርጋና ግን ሕጂ ጋህ ኣይበለትን። እተፍቅሮ ኤሪክ ምዃኑን ንዕኡ ከም እትምርዖ ቃል ከም ዝኣተየትሉን ትነግሮ። ተናዲዱ ንደገ እናጐተተ ከውጽኣ እንከሎ እውን እታ እምኒ ተርእዮ እሞ ንሱን ኤሪክን ኣሕዋት ከም ዝዀኑ ትዛረቦ። ሬግነር ግን እዚ ከቢድ ሓቂ እዚ ንምፍላጥ ፍቓደኛ ኣይነበረን። ንዓኣ ንኸይጥምትን ዘረባኣ ንኸይሰምዕን ገጹ ጠውዩ ድማ እናጎተታ ይድይብ። እዚ እንትፍጠር ኤሪክ ብርሕቐት ይርእዮም እሞ ናብ ጉየናኡ ይመጽእ። ኣብ መንጎ እቶም ክልተ ኣሕዋት ድማ ሓያል ባእሲ ይጅመር። ክልቲኦም ተመሳሳሊ ዓቕሚ ስለ ዝነበሮም ኣብ ፉኽክር ነዊሕ ግዜ የጥፍኡ። ኣብ መጠረሻ ግን ናይ ኤሪክ ካራ ይስበር እሞ ሬግኖር ንክቐትሎ እናተዳለየ ይጸንሕ። ግን ጋእ ሰጋእ እናበለ ኣዒንቱ ይጥምቶ። ኣብታ ኣገጣሚ ንሳ ኤሪክ ብታ ዝተሰበረት ካርኡ ወጊኡ ይቐትሎ። ግን ንነውሱ ይሓትት ንምንታይ እጋእ ሰጋእ ዝብል ነይሩ ዕድል እንከለዎ ንምንታይ ቀልጢፉ ዘይቀተለኒ ኢሉ ክርድኦ ኣይከኣለን ሞርጋና እቲ ምኽንያት ኣሕዋት ስለ ዝኾኑ ከም ዝኾኑ ምስ ኣረደኣቶ ኤሪክ ብተግባሩ ብጣዕሚ ይሓዝን ግን ሕጂ ተናሲሕካ ዝምለስ ነገር ኣይነበረን ሬግኖር ኣብ ኣፍ ሞት ይኔ ክመውት እንከሎ ናብቲ ቫንሃላ ኢሉ ዝኣምነሉ ገነት ንክኣቲ ግን እታ ካራ ናብ ኢዱ የቐብሎ እሞ ደስ እናበሎ ይመውት እቲ ምሸት ንሱ ሬሳኡ ጃልዋ ሰቒሎም ናብቲ ባሕሪ ይደፍእዋ እሞ ዝተቓጸለ ሓዊ ብጦር ይሰዱላ። ከምዚ ኢሉ እውን እዚ ጅግና ናብ ቫንሃላ ጉዕዞኡ ይጅምር። ኤሪክ እታ ናይ መጻኢ ልእልቱ ሒዙ ሓው ብምቕታል ብጣዕሚ እዩ ሓዚኑ ነይሩ፣ ግን ከዓ መጻኢኡ ንምርግጋጽ ኣድላዪ መስዋእቲ እዩ ነይሩ። ፊልምና እውን ከምዚ ኢሉ ይውዳእ። ፈትየሞ ክኸውን ተስፋ ይገብር። ሓሳብ ርኢቶኹም ኣብ ኮመንት ግደፉለይ። ንቻናልና ሓደሽቲ ኮይንኩም ሳብስክራይብ እዚ ቪድዮ ድማ ላይክ ኢልኩም ሕለፉ። ደጊምና ክሳብ ንራኸብ ሰናይ ጻንሒት።